ኣባላት ሰራዊት ትግራይ እቲ ኹናት ተጀሚሩ ኣሎ ኩልኻ ግዜ ከይሓለፈ ክተት። ህልውና ህዝቢ ትግራይ ኣብ መቓብር ፀላእቱ ይረጋገፅ! እስካብ ዕለት ሰላሳ ሓምለ ምድላዋትና ወዲእና ኩናት ክንከፍት ኢና። መጀመርያ መጀመርያ ትግራይ ከም ነፃ ሃገር ክወፅእ ክኽእል ኣለዎ። መንግስቲ ኤርትራ ክድግፎ ክኽእል ኣለዎ። ሻዕብያ ጎማ ወሲዱ ጀሪካን ወሲዱ ምናምን ይበሃል ንሕና ዝወሰድናዮ ከ ናይ ኢትዮጵያ ጀኔራላት ዝወሰድዎ። ህዝቢ ኤርትራ እዩ እወ ሓውና ሓቢቢ። ኤርትራውያን ልዕሊ ማንም ንዓና እዮም ዝቐርቡ። ኤርትራውያን ኣሕዋትና። ሰላማት ቤተሰብ ከመይ ነካትኩም ዮሎ መዓልቲ ድማ እዋናውን ኣዘራራብን ዘሎ ጉዳይ ሒዘልኩም መጽየ ኣለኹ ነዚ ቻናል ሰብስክራይብ ከምኡ ነዚ ቪድዮ እዚ ላይክ ላይክ ምግባርኩም ከይትርስዑ ናብ መደብና ኤርትራውያን ልዕሊ ማንም ንዓና እዮም ዝቐርቡና ኤርትራውያን ኣሕዋትና ብርግጽ ኣብ ሓደ ዓዲ ኮንካ ይኮንካ ጎረባብትስ ኣብ ሓደ ቤተሰብ ኮንካ ትቃተል ትኽእል ኢኻ ብዙሕ ነገራት ክሓልፍ ይኽእል ብዙሕ ፀገማት እውን ከጋጥም ይኽእል እዩ ርኢኺ ኢኺ ባዕልና ንባዕልና ኢና ተዳሚና ባዕልና ንባዕልና ከኣ ተታሒዝና ወዲቕና ካብ ክልቴና ወገን ስውኣት ኣለውና ካብ ክልቲኡ ወገን ስንኩላን ኣለውና ገና ገና ዘይተሓከሙ ስንኩላን ደቂ ድኻታት ከማን ቤተሰብ ክጥውሩ ዝግብኦም ነበሩ ክኸውን ዘይነበረ ኮይኑ ማለት እዩ ስለዚ ስለ ፅምዶ ፅምዶ ሕጂ ሓደ ሓደ ሰብ ስለ ፅምዶ ኣብ ብዙሕ ሚድያታት ክሪኦ ከለኹ ዝሕመኒ ነገራት ኣሎ ጽምዶ ብካልእ ዓይነት ዝርእይዎ ሰባት ኣለዉ። ጽምዶ ርክብ ህዝቢ ንህዝቢ እኳ እዩ እዚ። ምስ ጎረቤትካ ሃገር ምዕራቕ ጽቡቕ ኣይኮነን ድዩ? ብጣዕሚ።
ምስ ኣምሓራ ምዕራቕ ጽቡቕ ኣይኮነን ምስቲ ህዝቢ? ብትኽክል ብጣዕሚ። ምስ ህዝቢ ኦሮሞ ምዕራቕ ብጣዕሚ፣ ጽቡቕ ኣይኮነን ብጣዕሚ። ምስ ህዝቢ ኤርትራኸ? ህዝቢ ኤርትራ እኮ ናትና እኮ እዮም። ኣነ እኮ ወዲ ኣስመራ እየ። መልሓሰይ ራይን እዩ። ንስኻ ኣክሰንትኽን እዩ ዓድና እዩ ምሽ ሓቂ? እህ። ኣነ ከኣ ናይ ኣስመራ ይዛረብ ኣለኹ። እህ። ዓደይ ጓል ኣስመራ እያ። ኣዴኻ ኣብ መቐለ ጸኒሓ ክድፍኤን ሞራየን ከመይ ኣለኺ ክትብላ እያ ኣደይ ኣዴኻ ደሓና ዲኺ እያ ክትብላ ደሓና ዲኹም ከመይ ኣለኹም ሕጂ ኸዚ እያ ትመጽእ ወይ ሀዚ ላንጎጅ ዘሴም እዩ ግን ይረዳዳ እየን ሽሩብአን ሓደ ነፀለአን ሓደ ክልቲኤን ጥሻ ኣትዋ እየን ክልቲኤን ሒኛ ገብራ እየን ክልቲኤን ይቑነና እየን ክልቲኤን ወርቀን ሓደ እዩ ኣየነይቲ ኤርትራዊት ኣየነይቲ ትግራዊት ኢልካን ክልተ ደ ዜግነተን ኤርትራን ኢትዮጵያን ድብል ናይ ትግራይ ዝሓዛን ኮፍ ኣብለየን እሞ ትፈልየን ዘን ኣደ እዚኣን ይፈልየን። ብትክክል። ስለዚ ኣዎ፣ ሓደ ኢና ኣዎ። ደቂ ሓደ ሰብኣይ ደቂ ሓደ ሰበይቲ ግዜ እዩ ባይስና ፖለቲካ ካልእ እዩ ኣይንፈልጦ ኢና ሕና ምሽ ኣነ ይፈልጦም ፖለቲካ ከመይ ምዃኑ ግን እ፣ ተጋድላይ ኮይነ ክረኣ ከሎ ግን ፖለቲከኛ ክመስል ይኽእል እየ ከምኡ ይኮነን ህዝቢ ኤርትራ ተወሊደሎም እዩ ኣነ ተወሊድኩሎም ኢኺ ተወሊድናሎም ኢና ኩላትና እቲ ፅምዶ ከዓ ብህዝቢ ኤርትራ ጥራሕ ኣይኮነን ተጀሚሩ ፅምዶ ማለት እኮ ቀደም ነይሩ ህዝብንስ በቃ ተቢሉ እንዲዩ ክልቲኡ ህዝቢ

ኣባላት ዓርሚ ዕስራን ክልተን ኣብ ዘለኽመሉ ኢኹም ኣብ ኣየር ድሕሪ ምውዓል ኩልኻ ግዜ ከይሓለፈ ክተት ጻውዒት ከሕልፍ ይደሊ። ንኹሉ ኣባል ሰራዊት ትግራይን በተለይ ከዓ ኣባላት ዓርሚ ዕስራን ክልተን ክተት በልዎ ኩላኹም። ክልኣትና ሓመደድበ ከይእተና እንፎታ ዕጥቂ የለን። ስትራተጂክ ዓቕምታት ናይ ትግራይ ተሪሮም ይምርሑ፣ ውድብና እውን ታሪኻዊ ናይ መሪሕነት ተርኡ ይዋፃእ። ከም ህዝቢ እዚ ኩነታት እዙይ ክንቅይሮ ክንክእል ኣለና። በዚ ኮንፈረንስ እዚ ሰራዊትና ኣብ ምሩፅ ዕላማ ተረባሪብና ብሓይሊ ሰብ ነጠናኽር፣ ሰራዊትና ብዕጥቂ ነጠናኽር፣ ሰራዊትና ብስነ ልቦና ኣለና ከምታይና ይትማህ። ከም ህዝቢ ከይንበርስ ነዊሕ ቃልሲ እናተኻየደ መፂኡ እዩ። መንግስትና ምስ መለስና ካዓ ዝካየድ ዘሎ ውሽጥና ናይ ምምዕርራይ ዝነበረ ሓጓፋትና ናይ ምምዕርራይ ርስሓታትና ናይ ምፅራይ ኩነታት ብዝሐሸ ብርኪ ዝስጉመሉ ኩነታት ንረኢ ኣለና ማለት እዩ። ሰላም ልዕሊ ኩሉ ንደልያ ሰላም ስለ ዝበልካ ሰላም ኣይተረጋገፀን ኣብ እዋን ደርጊ እውን ሰላም ኢልና ኢና ቀደምቲ ወለድና እውን ሰላም ከይበሉ ኣይተርፉን ኣብ ዕድሜና ሰለስተ ዓበይቲ ውግኣት ርኢና ኣለና ሰላም ዘይበልናሉ ነገር የለን። ሰንዳፋ ደብረ ብርሃን ኮይና ሰላም ኢልና ኢና ንደርኪ ክልተ ሽሕን ዓሰርተ ኣርባዕተን ሰላም ኢልና ኢና ክልተ ሽሕን ዓሰርተ ሰለስተ ሰላም ኢልና ኢና ተፈራሪምና መዳፍዕና ዕጥቅታትና ኣርኪብና ኢና ደም ከፊልና ዘምፃእናዮም ዕጥቅታት ፈቲሕና ኢና ካብ ሕዚ ንደሓር ህዝቢ ትግራይ ክቆርፅ ሓይሊ ክጥርነፍ ኣሎ ኣማራፂ የብልና እዞም ሕዚ ዘለዉ ፍልይ ዝበሉ ዘበናዊ ባንዳታት ዳንኤል ክብረት ተኪኦም እንታይ ክንብል እታ ስጋ ጌርና ብዳቦ ዶቢ ሕምባሻ ትብል ቃል እያ ዘይወፀት ካብቶም ንኣምኖም ዝነበርና መራሕትና ከምቲ ኣብቲ ጭርሖና ዝተገልጸ ዘበት ንዳግማይ ብሄራዊ ብርሰት እዩ ዝብል። መጻኢ እዋንና እቲ ዘሎ ኣብ ቅድመይና ዝህሉ ትርር ዝበለ ዓቐበት ምስ ተሳገርናዮ፣ ርሁው መጻኢ ከም ዝህሉን፣ ትግራይ ምድረ ታሪኽ እያ፣ ካብ ኩሉ ንላዕሊ ኸዓ ንደቃ ምድረ ተስፋ ከም ትኸውን እነረጋግጸሉን እዋን እዩ። ኣባላት ዳያስፖራ ዝኾነ ናይ ዙም ሚቲንግ ገይርና ኔርና፣ ኣብ ሓደ ሰለስተ ኣርባዕተ ከተማታት ዝኾኑ፣ ዘሕለፍዎ መልእኽቲ እንታይ እዩ ነይሩ? ብሰራዊት ትግራይ ብትዲኤፍ ፈጺምና ኣይንደራደርን እዩ። ናትና ትዲኤፍን ውድብ ህዝቢ ወያነ ሓርነት ትግራይን ካልኦት ብሄራዊ ትካላትናን ንምጥፋእ ይቃለሱ ኣለው። በዚ መንገዲ እዚ ግን ኣይንደራደርን ኣጆኹም ዝብል መልእኽቲ እውን ኣሕሊፎም እዮም። ክንፀንት ደኒና ኣይንፀንትን፣ ከንበርክኹና ደኒና ኣይንብርከኽን፣ ከጥፍኡና ንዑምፁ ደኒና ኣጥፍኡና ኣይንብልን። ካብ ቀደም ጀሚሩ ወለድና ኣብቲ ዓሰርተ ሸውዓተ ዓመት ናይ ዕጥቂ ቃልሲ እውን እምቢ ንብሄራዊ ጭቀና፣ እምቢ ንብሄራዊ ውርደት፣ እምቢ ንወፅዓ እምቢ ሉኣላውነትና ኣሕሊፍና ኣይንህብን ዝህ ኣይንህብን ዝብል ዘኹርዕ ታሪኽ እዩ ዘለና። ሓደ ኣባል ትዲኤፍ ዝስልጥን ንምንታይ እዩ? ህዝቢ ትግራይ ኮነ ሰራዊት ትግራይ፣ ትዲኤፍ ብምሉኡ ዝስልጥን፣ ዓቕሙ ዘዐቢ፣ ዘይተወደኣ ናይቶም ሰማእታት ጽኑዕ ቃል ኪዳን ስለ ዘለዎ፣ ሕድሪ ናይቶም ሰማእታት ኣብ መወድኡ ንምብጻሕ ከም ወታደር ከም ተጋዳላይ ኣብ ዘየቋርጽ ስልጠና እዩ ክኣቱ ዘለዎ። እዚ ሕዚ ዝወደእክሞ ስልጠናውን ሓንሳብን ንመወዳእታን ኣይኮነን። ሰራዊት ኩሉ ሻዕ ክስልጥን ኣለዎ። ሰራዊት ኩልሻዕ ክዳሎ ኣለዎ። ሰራዊት ኩልሻዕ ስነ ልብኦንኡ ከመዓራሪ ኣለዎ። ምእንተ ምንታይ? ምእንተ እተን ኣብዚኤን ተጻሒፈን ዘለዋ ጭርሖ። እዚ ሕዚ ስልጠናኹም ትትዛዝሙ ዘለዎ ጭቡጥ ኩነታት ድማ ወጊድ ንብሄራዊ ብርሰት ዝብል ኣብ መላእ ትግራይና ሰፋሕቲ ኮንፈረንሳት እናተኻየዱ ህዝቢ ትግራይ ከም ህዝቢ ናብ ሓደ ውሳነ ዝበጽሐሉ ብኻልእ ገጽ ድማ ጸላእትና ድሕሪ ውዕል ፕሪቶርያ ብፅንተት ከፅንቱና ኩሉ ዝከኣሎም ገይሮም። ኣንተወይ ግለፅ ነይሩ እዩ ደርጊ ዘይገበረ እውን መሃያ ናይ መንግስቲ ሰራሕተኛ ከልኪሎም። ህዝቢ ባዕሉ ዝቆጠቦ ገንዘቡ ኣብ ባንኪ ከይረክብ ገይሮም። መሰረተ ልምዓታት ዝበሃል የለን። ሸቐጣት ከይኣቱ ገይሮም። ነዳዲ ከይኣቱ ገይሮም። ሕክምና ከይኣቱ ገይሮም። እተን ዋና እንቃለሰለን ዘለና ዓላማታት ድማ ብሚልዮን ዝቑጸር ተፈናቐሊ ህዝብና ናብ መረበቱ ንኸይኣቱ ምኽንያታት እንዳፈጠሩ ህዝብና ብሰላሕታ ክጸንት ገይሮም ኣብ ትሕቲ ወረርቲ ጸላእቲ ዘሎ ህዝብና ድማ በብመዓልቱ መንነቱ ንኽቕይር መንነቱ ንዘይቀየረ ድማ ካብ ገዝኡ እንዳውጽኡ ይቐትሉ ይርሽኑ የጥፍእዎ ኣለዉ ኣርብዓ ሚኢታዊ መሬትና ኣብ ትሕቲ ወረርቲ እዩ ዘሎ። እዚኦም ኩሎም ብሰላማዊ መንገዲ ድሕሪ ውዕል ፕሪቶርያ ይምለስ ደኾን ይኸውን? ብሰላማዊ መንገዲ እዚኦም ነረጋግፆም ደኾን ይኸውን ተባሂሉ ካብ ዕቅን ንላዕሊ ትዕግስቲ ገይሩ። ህዝቢ ትግራይን ሰራዊት ትግራይን ካብ ዕቅን ንላዕሊ ብሰላማዊ መንገዲ ንክውድእ ትዕግስቲ። ትግራይ ንኢትዮጵያ ብሰላም ከመይ ገይራ ትፋታሕ ከማን መንግስቲ ኤርትራ ገለ ክገብር ክኽእል ኣለዎ፣ ዝኾነ መካኒዝም ክጥቀም ኣለዎ፣ ምስዘም ሕጂ ኣብኡ ዘለዉ ሓይልታት መጀመርያ መጀመርያ ትግራይ ከም ነጻ ሃገር ክወጽእ ክኽእል ኣለዎ። ትግራይ ናብ ነጻ ሃገርነት ክወስዶ ዝኽእል መሰል ርእሰ ውሳኔ ህዝቢ ትግራይ መንግስቲ ኤርትራ ክድግፎ ክኽእል ኣለዎ፣ ፍትሓዊ ኢለ እየ ድኣምን ኣነ። ፍትሓዊ እዩ እቲ ሕቶ እኮ ዋላ ማለት ተጋሩ ሕጂ ምሳና ስለ ተዓረቑ ወይ ስለ ኣይኮነን እቲ ሕቶ ፍትሓዊ እዩ ፍትሓዊ እዩ ስለዚ ናይ ፅባሕ ንግሆ እመኑኒ ህዝቢ ኣምሓራ ናይ ኣምሓራ ሓይልታት ኣብ ስልጣን ድሕር መፅኦም እቲ ዝኸፍኣ ፈተና ንኤርትራ እዩ ድመጽእ። ምናልባት ገለ ገለ ናይ ትግራይ ካድረታት ክዛረቡ ከለዉ ካልእ ዝዛረቡ ክኾኑ ግን ኣምሓራ ዶሚነይት ድገብሮ ስልጣን ኣብ ኢትዮጵያ እንድሕር መጺኡ እቲ ዝኸፍኣ ታይም ግዜ እዩ ድመጽእ ንኤርትራ እቲ ዝኸፍኣ እየ ድብለኩም ደሎ ኤክስትሪምሊ እየ ድነግረኩም ደለኹ እቲ ቀዳማይ ሕቶ ናይ ኣምሓራ ኤሊት ኣብ ስልጣን ምምጻእን ድሕር ስልጣን ምምጻእ እታ ቀዳመይቲ ሕቶኦም ጉዳይ ኤርትራ እዩ፣ ጉዳይ ቀይሕ ባሕሪ፣ ጉዳይ ሉኣላውነት ዓባይ ኢትዮጵያ እዩ። እዚ ካብ ምኒሊክ ጀሚሩ ኣብ ታሪኽ ናይ ኣምሓራ ሕብረተሰብ ክሰርሕሉ ዝጸንሑ እዮም። ስለዚ ብጣዕሚ ሓደገኛ ነገር እዩ። ዋላ እቲ ድመጽ ዘሎ ንዓይ ኣይብርሃንን እዩ፣ ሓደገኛ እዩ። ስለዚ ብዛዕባ እቲ ሚድያ ዝምልከት ዓንቶ እዩ ትንክፍ ኣቢለልኩም በቐዳይ እውን ተንኪፈ ኣለኹ ብዛዕባ እዚ ናይ እገዳ ትፅቢት ብዙሕ ነገር ኣሎ ክንዛረበሉ እምበር ኣለና እንታይ ምዝራብ እኮ ሃገርና እንዲሞ እንታይ ኢና ድየ ዛረበሉ ግን ሓደ ሓደ ግዜ እኮ ንሕና እንታይ ይብሉኻ ኣቦታስ ስጋ ተወድቀት ሓመድ ሒዛ ትትስእ እዩ ናይ ኤርትራ ጉዳይ በቲ ናይ ኢትዮጵያ ናይ ፖለቲካ ወይ ብካልኦት ኣይኮንናን ንሪኦ ብዙሕ ፈተና ስለ ዝሓለፈ እቲ ሃገርን እቲ ህዝብን ብኡ መንጽር ኢና ንሪኦ ስለዚ መጀመርያ እቲ ትሕተ ሃገራውነት ንብሎ እቲ ኣንጻር ሃገር ዝግበር ፈተናታት ብምሉኡ እዚ ክንውግኖ ክንክእል ኣለና። ድሕሪኡ ናብቲ ሕቶ ተኣተና ጸገም ኣይኮነን። ብስርዓት መልክዕ ብዘለዎ መልክዕ ብዲሲፕሊን።
እስካብ ዕለት ሰላሳ ሓምለ ኣብ ዘሎ ግዜ ምድላዋትና ወዲእና ባዕሎም ዝብልዎ እዩ። እዚ የበየበ ኢሎሞ ዝብል እውን ብጭብጢ ክነግረኩም እየ ከይድኩም ክተረጋግጹ ትኽእሉ ኢኹም። እስካብ ዕለት ሰላሳ ሓምለ ኣብ ዘሎ ግዜ ምድላዋትና ወዲእና ትግራይ ክንኣቱ ኢና ይብሉ ኩናት ክንከፍት ኢና እስካብ ዕለት ሰላሳ ዘሎ እዚዩ ክብሉ ከለው ዝሰምዑ ተጋሩ ኣምሓሩ ዋላ ካልኦት መቃልስትና እዛ ሕዚ እንገብራ እንኸፍታ ኣብ ልዕሊ ትግራይ እንኸፍታ ኩናት ናይ ሞትን ናይ ሕየትን ጉዳይ እያ ክትኮን ኢሎም እዮም ዝመፁኹም ዘለዉ ይብሉና። እዚ ኢሎም ክመፁ ከለዉ ንሕና ከም ተጋሩ ከምኡ ከም ዝገብሩ ንፈልጥ ኢና ከምኡ ከም ዝገብሩ ንፈልጥ ኢና ብብዙሕ ምክንያት ነገር ግን ከምኡ ክገብሩ እዮም ኢልና እንዳሓለፍና እንዳሃለና ወይ መረዳእታ እንዳረኸብና እንዳሃለና ስቕ ኢልና ህዝብና ከይሰግእ ኢልና ሓቚፍናዮ ስቕ እንብል ኣይኮናን። ስለ እንፈልጦ ንዳለወሉ እምበር ብዙሕ ስግኣት ዝፈጥር ኣይኮነን እዩ። እዚ እዩ ኣብ ሰለስተ መድረኽ እዩ ተዘሪቡ። ቁፅሪ ሓደ ኣብዪ ኣሕመድ ነቶም ናይ ሸፋቱ መራሕቲ ዝበሎም እንብሎም ናይ ዓፋርን ኣብ ካሊእን ዘለዉ ናይ ሸፋቱ መራሕቲ ኣኪብዎም ነይሩ እዩ። ስለዚ ክንኣቱ ኢና ክንኣቱ ከለና ብልዕልና ብደንቢ ክትቆፃፅሩሉ እትኽእሉሉ ፕላን ክትነድፉ ክትክእሉ ኣለኩም ናብ ናይ ኢትዮጵያ ሰራዊት ክትሕወሱ ክትክእሉ ኣለኩም ስለዚ ናይ ኢትዮጵያ ሰራዊትን ንስኹምን ንስኹም እትመርሕዎ ኮይኑ እዩ ክኣቱ ስለዚ እዚኣ ድለዋት ዲኹም ዝብል ሕቶ እዩ ሓቲትዎ እዚ ግልፂ እዩ ትማሊ እውን የቕርቦ ከም ዝነበርኩ ዓፋር ይኺድ ሰቆጣ ይኺድ ሰብዓ ሰማንያ ፐርሰንቱ ተፈተወ ተፀልኤ ትግራዋይነቱ ዘይደርበየ እዩ ሰብዓ ሰማንያ ፐርሰንቱ ባዕሎም እውን ይብልዎ እዮም ክጨንቆም ከሎ እቶም ዓዶም ዝሸጡ መንነቶም ዝሸጡ ሸይጦም እዮም ኦረዲ ሸይጦም ኣዲኦም ሸይጦም ዝበልዑ ናብ ኣዲኦም ናብ ኣቦኦም ክትኩሱ ዝተዳለዉ ኣለዉ ዒስራ ፐርሰንት ሰላሳ ፐርሰንት ንብሎም ዘለና ሰብዓ ሰማንያ ፐርሰንቶም ግን ተፈተወ ተፀልአ ትግራዋይነቶም ዘይደርበዩ ስለዝኾኑ ቃል ብቃል ናብ ደደቢት ዘብፅሕዎ እየ ዝነግረኩም ዘለኹ እዙይ ሕዚ ስግኣት ኣይፈጥርን ምድላው ከብርትዕ እምበር ስግኣት ክፈጥር የብሉን ዝብሎ ዝብለሉ ምክንያት ኣብ መወዳእታ ከቕምጠልኩም እዩ ስለዚ ናይ መጀመርያ መርትዖና ዕለት ዓሰርተ ትሽዓተ ተመሊሶም ነናብ ቦትኦም ክምለሱ ዝተገበሩ ናይ ሸፋቱ መራሕቲ እዚኦም ኣብይ ኣሕመድ ባዕሉ ኣኪቡ ዘካፈሎም ከም ምዃኑ መርትዖ ናብ ደደቢት ተላኢኹ እዩ ስለዚ እስካብ ዕለት ሰላሳ ኣብ ዘሎ ክንከፍት ኢና ይብሉ ካልኣይ ንኣዘዝቲ ሰራዊት ኢትዮጵያን መራሕቲ ፖለቲካ ኢትዮጵያን ዘፈላለዮም ኣብ መንጎ ኣዘዝ ሰራዊት ኢትዮጵያ እውን ኣፈላላይ ተፈጢሩ ነንባዕሎም ዝተባልዑ ክባልዕሉ ዝቆነይሉ ኣኼባታት ቀንዮም እዮም ቀንዮም እዮም እዚኦም ልክዕ ከምቲ ናይ ደርጊ መወዳእታ ዝነበረ ዝብልዎ ወለድና ዝነግሩና ኣብ መወዳእታ እዋናት ናይ ደርጊ ናይ ደርጊ ጀነራላት ምስ ወያነ ይሰርሑ ነይሮም ምስ ቲፒኤልኤፍ ይሰርሑ ነይሮም በቃ ክትመፁ ከለኹም ከምዚ ከይትብሉና እምበር እቲ ዓዲ ትፈርስ እያ ዘላ ትወድቕ እያ ዘላ ኦረድቲ መንግስቲ እውን ስዕረቱ እናተቐበለ ከይዱ እዩ ንሕና እውን እዚ ኣሚንና ኢና ስለዚ ክትመፁ ከለኹም ከምዚኣ ትገብሩለይ እንተኾንኩም ሓበሬታ ከቕብለኩም ዝብሉ ይርከቡ ነይሮም እዮም በዚ መንገዲ ዝርከብ ዘሎ ሓበሬታ እውን እኹል እዩ ስለዚ እስካብ ዕለት ሰላሳ ክንዳሎ ኣለና ክንዘምት ኣለና ንሓደን መጨረሻን ግዜ ንተጋሩ ክነጥፍእ ኢሎም ይመፁ እዚዩ ናይ ሞትን ናይ ሕየትን ከም ዝኸውን እቲ ጉዳይ ናይ መወዳእታ ናይ ባንዳ ምትእኻብ ተገበረሉ ናይ ሞትን ናይ ሕየትን ኩናት ዝግበረሉ ናይ ፕሮፓጋንዳ ኦሪንቴሽናት እውን ዝተዋሃበሉ ምኳኑ ፕሮፓጋንዳ ማሽናት ተባሂለን ዝተፈለያ ሚድያታት ኢትዮጵያ እውን ተመሪፆም እከለ እከለ ተባሂሎም ከካብ ሚድኡ ከካብ ዩቱቡ ናይ ማሕበራዊ ሚድያ ይኹን ናይ ፈነወ ሚድያ ወነንትን ኣብኡ ዝቃለሱ ዘለውን ፀረ ትግራይ ዝቃለሱ ፀረቱ ንህልውንኡ ዝቃለስ ዘሎ ህልውና ናይ ሓደ ሰብ ከጥፍኡ ዝቃለሱ ማለት ፀረቱ ቃልስና ዝኾኑ ሓይልታት ብምልኦም ዝተዋሃቦም ኦረንቴሽን እውን እኒሄ እዘን ሕዚ ኣብ ኣዲስ ኣበባ ዳውዶል ድለዋ ታንክታት ብኤማት ጽባሕ በርግጸኝነት ከምዛ ሕዚ ኣብዚኣ ተር ኣብልኩመን ድለኩም ኣብዚኣ ዘን እሰንም ተር ኣብልናየን ብዓልና ክነክብር ኢና እዚ ከይትጠራጠሩ ምክንያቱ ናትና ዋና ንሓይልና ምንጪ ዕጥቅታት ኣይኮን ናትና ንሓይልና ምንጪ ልዕሊ ኩሉ ናህዝብና ሓደራ እዩ ናህዝብና ዓላማ እዩ። ናዞም ስውኣትና ሕድሪ እዩ። እዞም ስውኣትና ኩሉ ግዜ ኣብ ንኸዶ ፎቶኦም ንዝርግሐሉ መሰረታዊ ምኽንያት መልክዖም ክንርእዮም ጥራሕ ኣይኾነን። እቲ ሕድሮም ድምንታይ ከም ትሰውኡ ታይ ጎደሎ ከም ድለና ክንምልእ ካብቲ ድሃውና ሓደራ እዩ። ሕድሪ ስውኣትና ንዘክር ብልና ካብ ኮፍ ድበልናዮ ተላዕልና ርእስና ናድንነሉ ንሓደ ደቂቃም ትድወደቁሉ ዓላማ ድምዝካር እዩ ድምስተዋስ እዩ ርእስና ድምድናን ጥራሕ ኣይኮነይ ስለዚ ዓቅሚ ትግራይ ናዞም ስዋኣትና ሓደራ እዩ ዓቅሚ ሰራዊትና ናዞም ስዋኣትና ሓደራ እዩ ናይ ህዝብና ዓላማ እዩ ናይ ህዝብና ዓላማ ድማ ሓቀኛ ዓላማ እዩ ህዝቢ ትግራይ ኣብታሪኩ መብዛሕትኩም ኣብ ስልጠና ምተራክብና ኢና ብድሓለፈ ኣብ ታሪኩ ድድኾነ ይኹን ዓዲ፣ ድድኾነ ይኹን ብሄር፣ ድድኾነ ይኹን ህዝቢ ካብ ምብርክኽ ወሩሩ ደይፈልጥ ህዝቢ እዩ። ኣብና ሰለስተ ሽሕ ዓመታት ታሪኩ ዘለኣለም ላተወረረ ዋጋ ላኻፈለ ድመጸ ህዝቢ እዩ። ስለዚ እዚ ዘለኣለም ዋጋ ላኽፈለልና ድመጽሎ ሓይሊ ሕዚ ድማ ብብልጽግና ትሰየመ፣ ክሳብ መወዳእታ ክንድምስሶ ኣለና ኢያ እዛና ሎሚ እታ ሓዚናካ ኢለናያ ስልጠና እታ ሓዚናካ ኢለናያ ምድላው ፍልይቲ ትገብራ እዚኣ ኢያ ቅድሚ ሕዚ ምናልባት ላእላውነትና ድምክባር ብልና ክንኾን ንክእል ኢና ተፋናቃሊና ድምምላስ ክንኾን ንክእል ኢና ላተዳለውና ላሰልጠና ድመጻና ቦታና ሕዝና ተፈናቀልቲና መሊስና ግን እዚ ጸላኢ እዚ ከም ደይገድፈና ስለ ንፈልጥ ክሳብታ ደኣተዋ ጉድጓድ ኣትና ክናጥፎ ኣለና ማለት እዩ ምድላውና ድዚ ድምጥን ክኾን ክኽእል ኣለዎ። ስልጠናታትና ድዚ ድመጣጠን ክኾን ክኽእል ኣለዎ። ምድላው ንገብር ኪሳራታት ድምቕናስ እዩ። ምድላው ንገብር ጸላኢ ኣብ ሓጺር ግዜ ድምድምሳስ እዩ። ሻዕብያ ጎማ ወሲዱ ጀሪካን ወሲዱ ምናምን ይበሃል ንሕና ዝወሰድናዮኸ ናይ ኢትዮጵያ ጀኔራላት ዝወሰድዎኸ ኮኔሬላት ዝወሰድዎኸ መኪና ፂዕኖም መካይን ተይተረፈ ኸብቲ ተይተረፈ ኣጣሊ ተይተረፈ እንዳ ሰብ ገዛ እናኣተዉ ዝወሰድዎ ንብረት እንዳ ሰብ ናይ ግለ ሰብ ገዛ እናሰበሩ እንታይ እንታይ ማለት እዩ ሀዚ ሻዕብያ ልቅሖ እዩ ገይሩ በቃ ሀዚ ካሊእ ሰብ ኣይፈልጦን ላኣይ ተነገርካኒ ግን ኣብቲኣ ዝገበርናዮ እሱ ደጊምዎ ኣብዚ በቃ ኣፈላለያ ምናልባት ናይ ሰብ ምሟት በለይ ምሟት እዩ እምበር ቅድሚኡ ሸሸቢት ይኹን ኣብኡ ዝነበሩ ኣብ በረንቱ ዝነበረ ውግእ ኣፍሪስካ ሰቢርካ ዝተረፈ ናይ ሲቪል ገዛ እንዳ ሹቅ እናኣቴካ እያ ይወሩ ዝነበሩ ኣነ ኣብኣ ነይረ እቶም ጀኔራላት እናፃዕኑ እዮም ዝወስዱ ሽረ ሽራሮ መካኒ መካዝን ነይሩ ነይሩ መካዝን ናይ ጀኔራላት በቃ ህዝቢ ሽረ ህዝቢ ሽራሮ ይፈልጦ እዩ ታሪክ እዩ እዚ መዓት መዓት ካብ ኢርትራ ተጽዕኖ ዝተወሰደ ኣብ በረንትዋ ሸሸቢት ኣቲና ዝገበርናዮ ሕማቅ እዩ ነገር ኩሎም ጀኔራላት ወሪሮም እዮም ምናልባት ኤክሰፕሽናል ክህሉ እዮም ሓደ ክልተ መብዝሐ ለምሳሌ በረንቱ ኣቲና ዝተረፈ ኣቕሓ የለን ኣብ ጾሮና መዓት ሰራዊት እዩ ተወዲኡ ናይ ኢትዮጵያ ከቢድ ውግእ እዩ ነይሩ ግን ምሕላፍ ኣይከኣልከን ኣይከኣልናን ሲለ ጀነራል ሀዚ ሓሊፉ እዩ እንታይ ነይሩ ናይ ኤርትራ ሰራዊት ቴልካኒ ጠንካራ እዩ ነይሩ ሃቂ ብጣዕሚ ጠንካራ እዚ ኩሉ ካብ ኢትዮጵያ ዝተሰባሰበ ሰራዊት ብምሉ ተቆፃፂሩ ዓቕሚ ሒዙ ተከላኪሉ እዩ ብምሉ ብምሉ በቃ ሓስቦ ሰለስተ ሚሊዮን ምናምን ዝበሃል ናይ ኤርትራ ህዝቢን ሚእቲ ሚሊዮን ዝብልዎ ናይ ኢትዮጵያ ህዝቢ ሓስቦ ተዋጊኦምስ ምንም ለውጢ ኣየምፅኡን ኣብ ፆሮና ምሕላፍ ኣይከኣልናን እስቲ መን እዩ ፆሮና ሓሊፍና ጎቦታት ወፂና ኣቲና ዝብል የለን ብሸሸቢት ይሕሽ ነይሩ ልተወሰነ ስለዚ እንታይ ኢሉ ማለት እዩ፣ ኣብ ውግእ ከቢድ እዩ ነይሩ፣ ከቢድ መስዋእትነት ከፊልና ኢና። ህልውና ህዝቢ ትግራይ ኣብ መቓብር ፀላእቱ ይረጋገፅ! ኣቲ ቆልዓ ታይ በዲለ እየ ጓል ዓድዋ ሽረ ተኩስ ዕደግ እየ ዳብ ዕርቂ እየ ኣዳራዲረ ዓርኪ ቆልዓ ትግራይ ፍሊሓይት ትግራይ ባዓል ቆምጣ ስረ። ትሕለውላ ትይ ደምበር ንዓድኻ። ኣቲ ዋዕሮ ትግራይ ውለድለይ ማንታ ሀምዚኦም ድበለ ብሓደ ሻዕ ሀምሳ ኣነስ ተሓጉሰ ትግራወይቲ ኾይነ። ኣደ ተጋደልቲ ሓፍቶም ድወያነ። ከረን ዓዲ ዓዶ ከይትፈርሒ እዮኺ ኣትዮም ደቅኺ ክኣርዩ ወርቅኺ ከረን ቃላቃዊ ኣልምዒ ልምዓትኺ ኣለዉ ደቅኺ ክሕልው ደድኺ ኣሕና ቃደምና ወያነ ሕዚ ወያነ ከረና ወያነ ባዕልና ወያነ ማንም ቆናጭ ክሓልም ደኣ ኣይሕቀቀሉ እዩ ትሕልሙ ንምንታይ መሬት ትግራይ ዓዲ ጀጋኑ እያ ደቂ ሃፀይ ዮሃንስ ደቂ ራእሲ ኣሉላ እላሃለው መሬት ማንም የለ ኢሉ ቆርሳ ኣይትቁረስይ መሬትና።

መሬት ሑመራ ትምለስ ውትግራይ ትስዕር ትግራይ ትስዕር ኣብ ደገ ድነው ሕወትና ትሰሓሕቶም ድኸዱለ መልኦም እንሀው ጀጋን ነውሮም እናኣምሎም ደቅነና ከለ ሐዚ ትሰሓሕቶም መሬት ዓዶም ካድሕኑ ዓዶም ክምለሱ ክፅውዕ ንግስቲ ሓጎዞም ዓዲ ዓፋር እዮም ድናው ኣብ ግር ቁልቆላይ ኣብ ግር ኣጆይ ቁንቁራይ እዚ ኩሉ ጅግና ብደይ ረብሓ ቅርሺ ብደይ ረብሓ ገንዘብ ኣታልሎም ጸልኤትና ደሕና ካፍርሱ ድመኸርዎም ደቅና ድናው ከልሐዚ ዓዶም ኮይኖም ደም ዓዶም ክሓፍሱ ክጽውዕ ይስምዕዎ ለኣኽሎም

ወላ ጓሳ ጤሊ ዋላ ጓሳ በጊዕ ደቂ የድንኹም ብደይ ትግራይ ክነብር የብሉይ ብደይ ዓዱ ክነብር የብሉይ ዓዲ ናይ ኣታ ንብረና ተሃለና ከምዚ ድበሎ ዝሓወ ክቡር መራሒ ሓወ ተሞትና መቕበርትና ተሃለየና ሓርስና ንበል